ወዲ ዛይድ ዝኽረ ጽሑፍ ጽሓፍ ጽሓፍ ዝመጻካ ግዜ ኣሎ ብርዕ ካብ ትሕዘሉ ድማ ዘኽርታት ንእስነት ናፍቖት መተዓቢቲ ጅማረ ፈለማ ፍቕሪ፣ ማእድ ስድራቤት፣ ምብትታን መንእሰያት፣ ጉዕዞ ሳህራን ባሕርን ካልእን ተደርዲሩ ኣብ ርእስኻ መጽእ እሞ እንታይ ከም ተቐድም እውን ሕርብት ይብለካ። ሎም ረፋድ ግን ቅድሚ ዓሰርተ ሰለስተ ዓመት ዝተፈልየኒ ናይ ንእስነት ዓርከይ ተስፋልደት ወዲ ዛይድ ንኹሉ ስዒሩ ኣዕለኒ እባ። ዕላል ብመንፈስ እውን እኮ ኣሎ። ዕላል ምስሏ ጥራይ ዝመስሎ ብዙሕ እዩ ሓደራኻ ካብኣቶም ከይትኸውን ነዕልል እሞ ንዕላልና ከኣ ጸሓፎ ኣዕልለኒ በጃኻ ምሒር ናፊቐኩም ኣለኹ ኢሉ እዩ ጀሚሩ ኣብሎም ሓሳበይ ኣዕሩኽተይ ንሓድሕድኩም ኣብ ትራኸብሉ ዓለም ኣመና ቀልጢፋቶ ኢልኩም ቁዛን ከም ትስርሑ ይርድኣኒ እዩ ምኽንያቱ ሕልሚ ንእስነተይ ኣጸቢቕኩም ስለ ትፈልጡ። ካብ መንጎኹም ሓደ ኣካል ምጉዳል ማለት ምሉእነት ከም ዘይስማዕኩም ክገብረኩም ግድን እዩ። ኣካልኩም እንድየ ዘይሓብኣልኩም ሓቂ ኣሎ። ምሒር እዩ ዝናፍቐኩም። ሓደ ግዜ ኩልና ኣዕሩኽ ተኣኪብና እናሰሓቕና ኣመንጎ ኣቢልካ ዘዕለልካና ዛንታ ተረሳዒት ኣይኮነትን። ኣብ ሬድዮ መንእሰያት ዝቐረበት እቲ ዝኸውን እዩ ዝኸውን እትብል ተተርጒማ ዝቐረበት ዛንታ ድሕሪ ዝኾነ ፍጻሜ ዝዝክራ ዛንታ እያ። ብረገጽ ከኣ እቲ ሓቂ ንሱ እዩ። እቲ ዝኸውን እዩ ዝኸውን። እመን ከሓድ ሎሚ ኣመና ዝናፍቖ ነገር እንተሎ ሰሓቕ ኣዕርኽቶ እዩ። ኣበይ ኲንካ ኣይትበል። ጸሓፎ ጥራይ። ሕጂ ዝዝክሮ ኣነ ቀልጢፈ ኩሪ ምንባረይ እዩ ድሓር ንስኻ ውን ኣመና ዋዛ ተብዝሕ ስለ ዝነበርካ ኣረ ዘጨንቐካ ኣይነበረን ንኹሉ እናተዋዛኻ ትሓልፎ ኔርካ ከምኡ ኢልካ ዶ ትህሉ ብእውነት ሓደራኻ ዓለም ዘለዋ የብላን እሞ ዘለካ ዕድመ እናሰሓቕካ ሕለፎ ናቲ እውን ጭርቃን ኣይምነዎን እዩ ዝነበረ። ደሓር ግን ድሕሪ ካባና ምፍላዩ እቲ ሓቀኛ ባህርያቱ እኳ ኣብ ሞንጎ ብልጭ ይበሎ እምበር ገዲፍዎ እዩ። እዚ ዝብለካ ክሳብቲ ኣነ ብህይወት ዝነበርኩሉ እዩ። ሕጂ ከመይ ኮን ይህሉ ክኸውን? ናቲ ብሩኽ እዛ ክትምናን ምጉስቓል ናብራን እውን ብሓቂ ሃስይዎ እዩ። ተጸሊልካ ዲኻ ከይብለካ እምበር ከም ዝተራኸብና ምነገርካዮ ምናልባት ናቲ እውን ከምቶም ኣቐዲመ ዝበልኩኻ ካብቶም ዓላል ምስ ህልዋ ጥራይ ምዃኑ ዝኣምን ከይከውን ደሃዩ ግን ንገረኒ ብእውነት ሎሚ ክረኽበካ ምኽኣለይ ኣመና ተሓጒሰ ኣለኹ ኣደይ እናክትርእየኩም ብዝኽሪ እናተመልሰት ብንብዓት ካብ ትንፍቕፈቕ ኣብ ስደት ምህላውኩም ቁርብ ዕረፍቲ ኾና እዩ ኢለ እየ ዝኣምን እምበር ልቢ ወላዲ ንኸዝክርን ክናፍቕን እንታይ ምኽንያት ዶ ደሊ ኮይኑ ከምኡ እንተበልኩኻ ግን ደሃይኩም ኣይትብቀቑላ ሎሚ ብዙሕ ክንጣፋእ ስለ ንኸእል ብዙሕ እንተዕለልኩኻ ተዓጊስካ ስምዓኒ። ነዊሕ ግዜ ተቐይመልካ ነይረ። እቲ ዝገርም ግን ከም ዝተቐየምኩልካ ዘይትፈልጥ ምንባርካዩ ኣርምም ኣቢሉኒ። ንሰብ መጠን እተቕርቦ ኢኻ ትጽቢት ትገብረሉን ተቐየሞን። ድሓር እንተ ሓሰብክዎ ግን፣ ከቀያይመና ዝኸእል ብቑዕ ምኽንያት ኣይነበረንን። እናዓበና ንኸደሉ ብ ዝነበርና ግዜ፣ ንስኻ ምስቶም ናይ ድራማ መሳርሕትኻ ዝያዳ ርክብ ስለ ዝገበረካ፣ በብቑሩብ ከይተፈለጠካ ፍንትት ኢልካ። ብዕላል፣ ብሓሳብ፣ ክትኮኖን ክትበጽሖን ብዝነበረካ ራእይ፣ መጓዕዝቲ ዝኾኑኻ ሰባት ስለ ዝረኸብካ ኣካይዳና በበይኑ ኮይኑ ኣይግረምካ እምበር ኣነስ ትጽበየካ ነይረ ግን ኣይኮነን እዋይ እንታይ ደይ ደኣ ዘኪረ ሰብ ብኣፉ ናይ ጥራጥ ድምፂ እንተስሚዕኒ ኣብ ጎነይ ንዝጸንሐ ብጽፍዒት ከላድዶ ንስኻ ነዚኣ ኩነታት ኩሉ ግዜ ትጥቀመላ ነይርካ ካብ ኩሉ ዝመረረትኒ ግን ሓደ መዓልቲ ምስ ከስክስን ናቲን ሹቕ እናኸድና እንዳ ቅዱስ ሚካኤል ቤተ ክርስቲያን ናብቲ መንደቕ እናተሳለምና ምስ ኣበልካለይ ርእሰይ ዲዝዲዝ ክሳብ ዝብለኒ ነቲ መንደቕ ብቴስታ ኣትየዮ ሓቂ ሓይሽ ምስዞም ሰባት ዕርክነት ኣየድልየንን እዩ ዝበልኩላ መዓልቲ እውን ነይራ ምኽንያቱ ናቲን ከስክስን ብሰሓቕ ክርትም ኢሎም። ንስኻ ኸኣ ስራሕካ ምስ ሰራሕካ ይቕሬታ ሓቲትካኒ። ሽዑ ብሕርቃን ምሳኹም ክቕጽል ስለ ዘይከኣልኩ ገዛ ክምለስ ቀጻሊ ዝክራ። ሓደ ግዜ ናይ ኩሉ ክነውጽኣልካ ኢልና ብስም ናይታ ትፈትዋ ዝነበርካ ጓል ክንጽውዓካ ጀሚርና። ዋላ እኳ ቀጻሊ ብስማ እንተ ጸዋዕናካ ፈጺምካ ናይ ምሕራቕ ምልክት ከይረኣኻና ግን ተወዲኡ። ሓደ መዓልቲ ከምዚ ኢልካና ምስዛ ጓል ስለ ዝተባእስና ምስቲ ብሕጂ ትሕዞ ዓርካ ካልእ ባእሲ ከይፈጥረላ ኣብ ቅድሚ ሰብ ብስማይ ትጸውዕኒ ክትብለና ትዝክሮ ዶ ትኸውን ናቲ ብዓይኒ ጠርጠራ ርእዩካ እምበር ኣነን ከስክስን ኣሚንናካ ዝተሰማሚዕናላ ዝኽሪ ንእስነት ጥዑም እዩ ናትካ ወዲእና እናበልና ምስ ተሰማማዕና ኣብ ቅድሚ እታ ዝፈትዋ ኸኣ ንወዲ ዛይድ እስከ ኸይድ ንጠርጠሉ ኢልካዮም ኣነ ብጣዕሚ ደስ ኢሉኒ ኣመና ዘኽበርካኒ እውን መሰለኒ ድሕር ግን ጌርኩምዎ ዘይትፈልጡ ከምኡ ትገብሩ ምስ ጀመርኩም ልከ መዘኻኸሪ ከምኡ ኢሉ ክብለካ ጀሚረ ምኽንያቱ ንሓደ ከተዘውትሮ ዝጸናሕካ ኢኻ ንግደፎ ትብል እምበር ንዘይተጀመረ ንግደፎ ምባል ግን ምዝኽኻር ምዃኑ ዳሕሪ በሪሁለይ። ዝኽሪ ንርእሱ ፍቕሪ እዩ። እቲ ዝዝከር ዘይብሉ እንታይ እናሓሰብ እነፋፈቕ። ስደት ቅድሜና ስለ ዝወጻኻ ነቲ ተጣፊእናዮ ዝነበርና ምጥፋእ ወሲኹሉ። ክልተ ሽሕን ሽዱሽተን ዓመተ ምህረት ንስኻ ኣብ ሊብያ ኣብ ዝነበርካሉ ኣነን ከስክስን ንሱዳን ክንወጽእ ብዙሕ መሰናኽላት ድሕሪ ምሕላፍ፣ ክትኮሰና ምስ ጀመረ፣ እግርና ናብ ዝመርሓና ክንሃድም ጀመርና። ኣነ ሱዳን ክኣቱ ከለኹ፣ ከስክስ ከኣ በቶም ኣሕዋትና ንብሎም ቀተልትና ተታሒዙ ብቐጥታ ናብ ቤት ማእሰርቲ ተወሲዱ። ሽዑ ካርቱም ምስ ኣተኹ፣ ሎሚ እኳ ተሪፉ ከይከውን እምበር፣ ያሆ መሰንጀር ዝበሃል መራኸቢ ተሓጊዝና ተራኺብና። ብዙሕ ዘኪርና ብዙሕ ውን ስሕቕና እዚ ግን ነዊሕ ዓመታት ተቐይመልካ ምንባረይ ነጊረካ ከም ዝተቐየምኩ ከም ዘይፈለጥካን እንተበዲልካኒ ውን ይቕሬታ ክትብለኒ ግድን ምዃኑን ምስ ሓተትካኒ ኣዝየ ተሓጒሰ ኩሉ ነገር ናብ ንቡር ዝተመልሰ ድማ መሰለኒ ድሕሪኡ ዝቐጸለ ጉዳይ ሳህራ ክኸይድ ምዃነይ ሓቢረካ ኣብ ሓጺር መዓልታት ኣብቲ ዝነበርካዮ ክበጽሕ መንገዲ ሰላም ክኾነለይ ተመኒኻ። ስዕዲ ትበሃል ኣብዚ ምሳና ኣላ። ዝኾነ ጸገም ምስ ዝርከብ ናብኣ ክትድውል ኣለካ። እንታይ ከም ዝሓይሽ ድማ ንማኸር። ኩሉ ሰላም እንተኾይኑልካ ከኣ ኣብዚ ከተማ ምስ ኣተኻ መራኸቢ ትኾነና ዝቐለለት ቁጽሪ ስለ ዝኾነት እዛ ቁጽሪ ከይተጥፍኣ ኢልካኒ። መንገዲ ሰላም ተበሃሂልና ብሰናይ ትምኒት ተፈላሊና ኣብቲ ሳህራ ዝነበረ ገልጠምጠም ክነግረካ እየ ዘይክእል ብኽልተ ሰለስተ ሰባት ሳላስ ኣርባዓ ንኸውን ሸቖጥቆጥ ክኣትወና ከሎ ኣንታ እዚ ኤርትራዊ ትብዓት ኣልቦ ድዩ ዝብሉ ሰባት ነይሮም እቲ ዝበዝሐ ግን ትብዓት ከም ዘይብልና ክዛረብ እውን ትብዓት ኣይነበሮን ኣዋልድና ካብ ቅድሚ ዓይንና እናተወስዳ ካብ ዕላማና ከይንሰናኸል እናበልካ ኣሕሊፍካ ምሃበን ከም ሓደ ተራ ነገር ተቖጺሩ። ሊብያ ብሰላም ኣቲና፣ ትራብሎስ ይብሉ ሊብያውያን፣ ናብ ትሪፖሊ እናኸድና ሰርት ኣብ ትበሃል ከተማ ዘይሓሰብናዮ ተኹስን ገልጠምጠምን ተኸፊቱ። ካብ መካይን ወሪድና ዝሓሸ ዝበልናዮ መሕብኢ ከነናዲ ኮለል ኮይኑ። ኣነ ሓደ ካብቶም ዕድል ዘይገበሩ ዝተታሕዙ ሰባት ኮይነ። ኣርባዕተ ሚእቲ ልዕሊኡን ዝኾን ኪሎ ሜተር ንድሕሪት ወሲዶም ኮፍ ረሃብ ዝበሃል መዳጎን ኣእትዮምና። ብዝኾነ መንገዲ ቴሌፎን ክድውል ዕድል ኣይነበረንን። ግና በዓል ዜና ዝበሃሉ መተዓብይቲ ምሳና ስለ ዘይተታሕዙ ሳህራ ብሰላም ከም ዝሰገርክዎ ነጊሮምኻ ኾኑ ኢለ እኣምን። ብዝኾነ ናይ ህይወት ነገር ስንክሳር እዩ ኣነ ኻብቲ ቤት ማእሰርቲ ኣብ ዘውጻእኩሉ ድማ ንስኻ ኣብ ገምገም ባሕሪ ነይርካ እቲ ዝኸውን እዩ ዝኸውን ናብ ትብል ዛንታ ድማ ተመሊሰ እቲ ኸውን ዝነበሮ ንሱ ነይሩ እንቋዕ ብሰላም ኣተኻ ናተይ ነገር ድሕሪኡ ዝሰዓበ እንታይ ክዓብሰልካ ኢሉ ምስ ብዙሓት ከምዚ ኸማይ ኣብ ሓደ መዓልቲ ዘይተወለድና ክንስና ከምቲ እናተወጨጭና ዝተወለድናዮ ንዓለም ድማ እናወጨጭና ተፈሊናያ ዘወጭጭ ብዙሕ ምኽንያት ነይሩና ያኢ ክኾነሎም ናይ ኢዶም ናይ እግሮም ነጊፎም ዝደገፉና ስድራ ቤት ፈተውቲ ኣዕሩኽ ኩሎም ኣብ ካልኢት ዘይመልእ ሚልዮን ሓሳባት ተደሚርዎ መጹኻ ወዲ ሰብ ቅልጣፈ ሓሳባትዋ ደስኪልዎ ከም ዝነበር ኣብ ከምዚ ናይ ጻዕረ ሞት ኩነታት ኢኻ ትፈልጥ። ዘይንቡር ሞት ዘይንቡር ቅልጣፈ ሓሳባት ይፈጥር። ብዝኾነ ብኣካል ናይ መወዳእታ ምፍልላይ እና ንባዕልና ተፈሊና። ከመይ ኣለኹምከ? ስድራ ቤት መስሪትኩም? ከስክስ ኣብ ዩጋንዳ ናቲ ኣብ ኢትዮጵያ ንስኻ ኣብ እንግሊዝ ትነብሩ ኣለኹም በጃኹም እባ ተራኸቡ ንቡር ምንባር ክትነብሩ ካብ ስደት ትምለስሉ ሜላ ምፍጣር ኣበርቲዕኩም ስርሑ ካብ ብሕጊ እንዳማትኩም ተቖሪንኩም ትኸዱ ብሕጊ ኣቦታትኩም ማሚቕኩም ትነብርሉ እዋን ክምለስ መታን ቀዳምነት ሂብኩም ጸዓርሉ ወትሩ ኣብ መንፈሰይ ኣለኹም ጥዑም ናብራ ክትነብሩ ድማ ምነየልኩም ብልቤ ዝብለካ ቅንኢ ተሰሚዑኒ ይፈልጥን ፈጣሪ ክገብር እንቋዕ ኩልና ሓደ ይኮና እቲ ስእሊ ንእስነት ከ ምስ በዓል ሃብትሽ ዝተሰኣልናዮ ኣብ ጽቡቕ ዶ ኣቐሚጥካዮ ትህሉ ሓደራ ኣይተጥፋዮ ንደቅኹም መሰረት ከተፍልጥዎም ዓቢ ሓላፍነት ኣለኩም ከም ኣቦታቶም ክፈልጥኹም ሃገር ኣቦታቶም ክፈልጡ ኣለዎም ድኻምኩምን ጻዕርኹምን ዋጋ ክህልዎ እንተኾይኑ ብደቅኹም ክትሕበኑ ደቅኹም ድማ ብወለዶምን ዓዶምን ዝሕበኑ ምስ ዝኾኑ እዩ። ዘይልወጥ ነገር ስለ ዘየለ ኣባኻትኩም ናይ ተስፋ ምቑራጽ ምልክት ክርእዩ የብሎምን። ሓቂ ድማ መሃርዎም። ትሕትና መታን ክህልዎም ጸሎት ከዘውትሩ ሓገዝኩም ኣይፈለዮም። ኣብ መወዳእታ እቲ ዝሃብኩምዎ ስለ ትቕበሉ እንታይ ከም ትህብዎም ክትፈልጡ ኣለኩም ኣብ ኩሉ ሂወትኩም ዕውታት ክትኮኑ ፈጣሪ ሓግዝኩም ረሲዐልካኻ እባ ግጥሚኸ ትቕጽሎ ዶ ኣለኻ እተፍቅሮ ተዋስኦኸ ኣብ ስደት እንታይ ጻዕሪ ተካይደሉ ትህሉ በጃኻ ናብ ትፈትዎ ክትበጽሕ ትፈትዎ ኢኻ ትኸፍል ነቲ ክትኮኖ ትምነዮ ግዜ ሃቦ ኣብ መወዳእታ እንተረኣኻዮ ሃለኽለኽ ናይ ናብራ ምስ ውሽጥኻ ክትሳነ ይሕግዘካን እዩ። ስለዚ ኣብቲ ክተድምዓሉ ትኽእል ውሽጥኻ ዝኣመነሉ ስራሕ ኢድካ ኣይትሃብ። መዓልቲ ዘይብሉ ነገር የለን እሞ እንሀና እኳ ሎሚ መዓልቱ ስለ ዝኣኸለ ድሕሪ ዓሰርተ ሰለስተ ዓመት ናይ ኣካል ምፍልላይ መንፈስና ኣራኺብና ንዕለል። ኣታ ንስኻ ዋዛ ኣይምነወካን እዩ ሕጂ ኸኣ ከምቲ ናይ ቀደም። ከይተብለለይ እሞ ክገድፈካ ወደይ ፈሊጠካ እየ ሎሚ ደኣ ኣብ ምድፍናቕ ከም ዘለኻ ርዳእኒ እንድዩ ግን ቅድሚ ምፍላይና እታ ዛንታ ዘክራ እቲ ዝኸውን እዩ ዝኸውን በልስከ ሰላም ኩኑለይ ሕጂ ክገድፈካ ክብለንን ገይሸሉ ካብ ጽናሕኩ ዓለም ክምለስን ሓደ ኮይኑ ወዲ ዛይድ ሕቶታተይን ናፍቖተይን ከየውካዕኩሉ ዕዝር ኢሉ፣ ንህይወት በየናይ መልክዓ ነብራ ምህላውና ሕቶ ፈጢሩለይ። እሞ እቶም ዘለና ምፍልላይ ኣበይ፣ መዓስ፣ ብኸመይ ከም ትመጽእ ስለ ዘይትፍለጥ፣ ክሳብ ዘለና ብፍቕሪ ንጠማመት፣ ንተሓቛቖፍ፣ ንደጋገፍ ድማ። ተስፊት ዮሃንስ ሰላሳን ሓደን ጥሪ ክልተ ሽሕን ዓሰርተ ትሽዓተን በርሚንግሃም ዓዲ እንግሊዝ።